ስለዚ ኣብ ናይ ግዜ ሮሞዳን ከሎ ኣማ ኣብ ናይ ግዜ ነፍል ክኸውን ከሎ ቀዳእ ዮም ኣለትካ እታ ዮም እቲኣ ዝገበርካያ ወላኪን እዚ ኣብ ሕልሚ እንድሕር ኮይኑ ሓንቲ ሽግር የብልካን ደቂስካ ነርካ ኣብ ሕልሚ እንድሕር ኮይኑ ሓደ ሰብ ክሓልም ከም ምስ ሰበይቱ ደቀሰ ኮይኑ ክስምዖ ክእል እዩ ሰበይቲ እውን ምስ ሰብኣያ ደቀሰት ኮይኑ ክስምዓ ክእል እዩ እንድሕር ድኣ ማይ ሪኦም ምስ ተስኡ ወይ ማይ ሪኣሳ ወይ ሱማይ ሪኡ ድመጸካ ማይ ማለት እዩ እንድሕር እዚ ነገ ዝተኣኪዶም መጺዎም ስለዚ ከብልሎም ማለት እዩ ያኒ ሓንቲ ሽግር የብሎምን ላኪን እንድሕር ደኣ ጂማዕ ኮይኑ ሰብኣይን ሰበይትን ምርኻብ ያኒ ወላሁ ኣዕለም ድመጽ ደሎ ያኒ ከምዚ ድፈልጥ ኣነ ክሳብ ሕጂ ያኒ ቀዳእ ሓንቲ የመና ደለቶ ላኪን መዓት ትሓፉዝ ኣብዛ ጀዋብ እዚኣ ንመጽለሎ መልስ ንመጽለሎ ሰሙን መልሲ ክበ ክበላ ክጽዕር እየ ማለት እዩ እዚኣ ብዛዕባ እታ ይስጠ ናይ ጅማዓ እታ ብዛዕባ ጸምካ ነርካ ያኒ ወቅቲ ሰላ ኣኺሉ ወቅቲ ልፍጣር ቀዳማይ ነገር ሓደ ሰብ እቲ ፍጡር ብንያ ከም ምዃኑ ክኸውን ለግደስ ኣይኮነን ብብልዒ ክኸውን እንተ ብንያ ከፍጥር ይኽእል እዩ ሓደ ሰብ ወዲ ሰብ ስለዚ እታ ንያ እንድሕር ኣፍጢረ እየ ኢልካ ሙጀረድ ኣፍጢርካ ማለት እዩ ወላ ተደይ በላዕካ ወላ ተደይ ሰተኻ ስለዚ እንተ ተረኺቡ ማይ ማይ ሰቲኻ ክትሰግድ ትኽእል ኢኻ እቲ ብልዒ ድሓነት ከተምፅኦ ትኽእል ኢኻ ሸርጥ እታ ወቕቲ እንድሕደይ ትሓልፍ ኮይና ደኣ ካብ ግዜ ናብ

እዚኣ ቅደም ዓም እያ ኣብ በረኻ ይኹን ኣብ ገዛ ይኹን ኢላ ኣብ ሓማም ክኸውን የብሉን ሓታ ቤተክርስትያን እውን ድሕር ድኣ ደየሽቅለካ ኮይኑ ኮይንካ እውን ክትሰግዳ ትኽእል ኢኻ ላኪን ምስቲ ናቶም ከይመሃሰል ክትፅዕር ኣለካ ምክንያቱ ምስቲ ናቶም ሰላት ከይመሃሰል ምእንቲ ናትካ ሰላት ላኪን እንድሕር ድኣ ካልእ ቦታ ደየለ ኮይኑ ኢላ ሑሰይንያ ኣብኡ ኮይንካ ትሰግድ ላኪን ብሸርጥ ንዕኦም ክትጃሙሎም ኢልካ ከይትገብራ እቲ ስእሊ መስቀሎም ናቶም ዘንቢ እዩ ናትካ ኣይኮነን እስኻ ድማ ክሹዕ ክትገብር ክትፅዕል ኣለካ እንድሕር ካልእ ደየለ ኮይና ኣብኡ ኮንካ ክትሰግድ ማፊሃ ሸይ ወላሁ ኣዕለም ምን ኣሰዋብ ሊአኑ ዑመር ረድየ ላሁ ተዓላ ዓንሁ ኣብ ቤተ ልመቅድስ ምስ ከፈተ ኣብ ኣበይ ክሰግድ ኢሉ ኣማኺርዎ ሓደ ሰሓቢ ከቢር ካብቶም ኣስሉ የሁዲ ነይሩ ናብቲኣ ናይ በራቅ ትበሃል ቦታ ናብኡ ሓቢርዎ እስኻ ኣብታ ናይ ሆደትካ ምእንቲ ምስኦም ክቀርብ ደሊካ ኢኻ ኢልዎ ኣይሰገደላን ምዓኑ ኣብቲ ግዜ እቲ ያኒ ቤተክርስትያን እዩ ነይሩ ያኒ ሽዑ ብሓንቲ መዓልቲ ኣይነደቅዎን እቲ ቤተልመቅድስ እንታይ ደኣኒ መጺኡ ከፊትዋ ፈቲሕዋ ካብኦም እስተሊምዋ እታ ምፍታሕ ስለዚ ኣብ ካልእ ዛውያ ከይዱ ሰጊዱ ክሳዕ ሎሚ ከኣ እታ ቂብላ ከኣ ብኣ ትኸይድ ኣላ ያዕኒ ተበታ ናብታ ቂብላ ተወጂሁ ክሳዕ ሎሚ ከኣ ናብኣ ከኣ ንሕና ከኣ ንሰግድ ኣለና ስለዚ ኣብቲ ሰዓት ክሰግድ ከሎ እንታይ እያ ነይራ ማለት እዩ ቤተ ክርስትያን እያ ነይራ ላኪን ያዕኒ ጠብዓን ያዕኒ ቅድሚ እስልምና ምክፋቱ ማለት እዩ እዚ ዳሕራይ ላኪን ኣልሓምዱሊላህ ዑመር ሰጊድላ እታ ቤተ ክርስትያን ኣብ መስጊድ ተቐይራ ወክሳዕ ሎሚ ከኣላ ወነድዑ ላህ ተዓላ ኣን ይፍክ በይተ ልመቅድስ

ሰብ ኣሎ እንተደይ በሊዑ ድሓምም ገሊኡ ሰብ ኣሎ ከኣ ተበልዐ ድሓምም ስለዚ እታ ሽግር ናይ ሓውና ድውስና መን እዩ እሱን እቶም ደካትራ ድሪእዎን እሶም እዮም ድውስንዎ ካብ ሓሙሽተ ሰዓት ንላዕሊ ከይበላዕካ ሱቅ ክትብል የብልካን እንድሕር ኢሎሞ የግዴታ ኸውን ክበልዕ ምክንያቱ እቲ ዲን ክመፅእ ከሎ እንታይ እዩ መፅዩ ናይ ሓሙሽተ ነገር ክሓፍዝ እዩ መፅዩ ሓደ ካብተን ሓሙሽተ ከዓ ነብስና ንክሓፍዛ እዩ መፅዩ

ኩሉ ዒባዳ ማለት እዩ ምስ ነፍስኻ ትዋቃዓላ እንድሕር ደኣ ደይ በሊዑ እዚ ሰብዚ እንድሕር ክመውት ኮይኑ ወይ ኣብ ካልእ ድዓበየ ሕማም ክበጽሕ ተኾይኑ እቲ ድውስኖ መን እዩ እሱን እቶም ደካትር ድዕሉ ጅወ ዘለዎ ንሶም እዮም ድውስንዎ ስለዚ ንሶም በቲ ድበልዎ በቲ ዶክተር ድበሎ ገይሩ ተኸይዱ ወላ ሓንቲ የብሉን እንዳ በለዐ ላኪን እንታይ ክገብር ኣለዎ ኢሎም እንድሕር ደኣ ከምዚ ሮሞዳን ኮይኑ ከምዚ ደኣ ምሰለ ሰብ ንመዓልቲ ሓደ መስኪን የብልዕ ማለት እዩ ናይ ኩሉ መዓልቲ መስኪን የብልዕ ስለዚ በደል ናይቲ ጾሙ ማለት እዩ ከምዚ ኢሎም ዑለማ ተዛሪቦም ኣለዉ ወዚ ከኣኒ ካብቲ ኣያ እዮም ወሲዶሞ ፈመን ለም የስተጢዕ ምንኩም ፈኢጥዓሙ ስቲነ ምስኪነ ከምቲ ዝበሎ ረሱል ኣላሁ ተዓላ እብኒ ዓባስ ከኣ ኢሉ እዚኣ ነቶም ዓጃኢዝ ብእርጋን ክጾሙ ደይክእሉ ይኹኑ፣ ብሕማም ክጾሙ ደይክእሉ ይኹኑ፣ ወይ ብጠነሳት ናይ ነብሰን ፈሪሀን ይኾና፣ ወይ ከኣ ናቲ ከብደን ደሎ ጥንሲ ቆልዓ ከይጉዳእ እንድሕር ፈሪሀን እንድሕር ኣፍጢረን ክበልዓ ከብልዓ ንመሳኪን ከም ዘለወን ኢሎም ማለት እዩ። ወላሁ ኣዕለም ምን ኣሰዋብ ወማ የክፊርን ኣባኻትኩም።
ሃሎ ሰላም ዓለይኩም ስማዕ ዘሎ ኣይዋ ሓንቲ ሕቶ ኣላትኒ ሼክ ብዛዕባ ናይ መስሐል ኩፈይን ኣብ ካልሲ ይከኣል ዶ ኣይከኣልን ሳላ ሕቶ ዝገልጥ ትኸውን መስሐል ኩፈይን ኣብ ካልሲ ኻስ ይከኣል ዶ ኣይከኣልን እዚኣ ተብሃልት ጀዛከላ ኸይር ሰላም ዓለይኩም
ሰላም ዓለይኩም ወረሕመቱላሂ ወበረካቱ ኣልኾፍ ማለት ካብ ቆርቦት ተሰርሐ ማለት እዩ እሱ ከኣኒ ካብ ቁሪ ንክከላኸለሎም ኢሎም ኣብ ግዜ ሰሓባ ዝገብርዎ ነበሩ ኣብ ርእሲኡ ከዓ ፉቃሃ ከዓ ብዙሕ ተዛሪቦም ከዓ ምስቲ ናይ ኮፍ ከዓ ጀውረብ ዝበሃል ድማ ኣሎ ጀውረብ ማለት ከዓ ብፈትሊ ይኹን ወይ ጉጦን ተሰርሐ ማለት እዩ ስለዚ እዚ ካልስና እንድሕር ርኢናዮ ካብቲ ሓደ ጉጦን ተሰሪሑ ዘሎ ጀውረብ ተባሂሉ ዝፅዋዕ ነይሩ እቲ ግዜ እቲ ሕክሙ ሕክም ልኹፍ ከምቲ ኹፍ ኢኻ ትሪኦ ሰዋእ እንድሕር ደኣ ኣብ ከተማ ተቐማጣይ ኮንካ ኣርባ ዕሽሪን ሰዓት ኣለትካ ክትመስሕ ትኽእል ኢኻ ማለት እዩ ካብታ ቀዳማይ እቲ መስሐ ትገብራ ክሳዕ ሸ ንኣርባ ዕሽሪን ሰዓት ክትመስሓላ ትኽእል ኢኻ ማለት እዩ እንድሕር ደኣ ሙሳፍር ኮንካ ድማ ንሰለስተ መዓልቲ ክትመጽሓላ ትኽእል ኢኻ ወላሁ ኣዕለም ምን ኣሰዋብ ማይክ ፍሪ ናባኻትኩም። ሰላም ዓለይኩም ጀዛከላ ኸይር ያ ሼኽና ሓንቲ ሕቶ ከዓ ሕጂ መፅያትንላ ትብል ትብል እታ ሕቶ ጀማዓ እንዳሰገድካ ኮለኻ ክልተ ረክዓ ሓልፋኻ ሕጂ ማእሙም ኢኻ ዘለኻ ስኻ እተን ክልተ ሓሊፈና ከለዋ ኦሬዲ እተን ክልተ ርኪብካለን

ጀሚል ከምቲ ዝበሎ ናይ ኣርባዕተ ረክዓ ክትስገድ ከላ ከም ሰላት ዙሁር ወይ ከም ሰላት ልዓስር ወይ ከም ሰላት ልዕሻእ እንድሕር ሓሊፊካ ክልተ ረክዓስ እተን ክልተ ረክዓ ከመይ ትገብረን ጠብዓ ኣብዚ እንታይ ኢሎም ዑለማ ማለት እዩ ቀዳማይ ነገር እተን ረክዓ ንዓኻ እንታይ እየን እተን ክልተ ንዓኻ እየን ቀዳመይቲ ነቲ እማምካ ወይ ነቶም ጀማዓ ድሓለፉኻ ንዖም ናይ ክልተ መጨረሻ ክኾነ ከለዉ ንዓኻ ናይ ክልተ መጀመርታኻ ክኾና ኣለዋ ማለት እየን ድሕሪኡ ከመይ ጌርካ ትቕጽለን እዩ ዘሎ ትዘረባ ጠብዓን እንድሕር ድኣ ብልፋቲሓ ጥራሕ መጺኻ ቀጺልካየን ወሃዳ ማፊ ሸይ ጃእዝ ላኪን ሱራ እንተምጻኻ ውን ከምኡ ውን ሓታ ኣብቲ ናይ ኣርባዕተ ረካዓት ከም ዓስሪ ወይ ከም ዙህሪ ሓደ ሓደ ግዜ ረሱል ሰለላሁ ዓለይሂ ወሰለም ካልኣት ሱራ የምጽእ ነይሩ እዩ ስለዚ ብኣዩ ጠሪጋ ጌርካዮ ኩሉ ሳሒሕ ወላሁ ኣዕለሙ ሚነ ሰዋብ ላኪን ክትርዳእ ዘለካ እተን ክልተ ንዓኻ ቀዳመይቲ እየን እተን ንዓኻ ንዕኦም መጨረሽኦም ዘለዋ ንዓኻ ቀዳመይትኻ ክኾና ኣለዋ ስለዚ ንዓኻ ቀዳመይትኻ ሓሲብካየን እታ ካልኣይቲ በልፋቲሓ ጥራሕ ስለትዕጾ በልፋቲሓ እውን ክትዓጽዋ ትኽእል ኢኻ ማለት እዩ እንተምጻኻ ከዓኒ ማፊ ሸይ ጃይዝ ሁዋ ወላሁ ኣዕለም ምን ሰዋብ ማይክ ፍሪ ናባኻትኩም ኣሰላሙ ዓለይኩም ሸክ ትሓቱ ከዓ ካብላታ ናይ ምስሓል ኩፈይን እንተ ካልሲ ረቂቕ ኮይኑን ረጒድ ኮይኑ ለውጢ ኣለዎ ዶ የብሉን እቲ ካልሲ እንተ ረቂቕ ኮይኑ ሲ ረጒድ ኮይኑ ለውጢ ኣለዎ ዶ የብሉን ኣብ ምስሓል ኩፈይን ጀዛኩም ላ ኸይር ሳምሓን ኸላስ

ወይ ቀዳድ ደለዎ ክኸውን ድዩ ኢሎም ተዛሪቦምሉ። ኣራጅሕ ኣራጅሕ እቲ ረቂቕ ካልሲ መልበሲኻ ንፎርማ ተኾይኑ ያኒ ንሳ ንኸይጨኑ ወይ ንፎርማቶ ኮይኑ እዚ ካልእ ዘረባ ላኪን ንቁሪ ዝከላኸል ረቂቕ ኣይክኸውን ስለዚ እቲ ግዜ እቲ ክለብስዎ ከለዉ ኩፍሪ ንፎርማ ኢሎም ኣይለብሱን ነይሮም እንታይ ንቁሪ መከላኸሊ ኢሎም ዝለብሱ ነይሮም ማለት እዩ ስለዚ ቅዳድ እንተበ ያኒ ጸገም ዝነበሮ ስለ ዝነበረ ከቡል ይከኣሉን ያኒ ቅዳዳት ዝነበሮ ነገር እዩ ነይሩ ስለዚ ሓንቲ ነገር የብሉን ወላ ቅዳድ ተለዉ እግሪ ተለኣየ ብኡ ፈሪዶም እቲ ረቂቕ ሽራቡን ማፊ ሸይ ድበሉ ኣለዉ ላኪን ኣለዉ ከኣ ዑለማእ ድበሉ ላእ ረቂቅ ማየጁዝ ደርኢ እንድሕር ኮይኑ ነቲ ቆርቦት ላየጁዝ ድበሉ ኣለዉ ስለዚ እታ ራጅሕ ክንግረካ ኣነ ሕጂ ኣይክእልንየ ላዝም ከምለስ ኣለኒ ናብ ክታብ ወይ ናብቶም ዑለማእ ሓቲተ ካልእ ግዜ መልሲ ከምበኩም እንሻላ ክፅዕር እየ ላኪን ከምቲ ትፈልጦ ክላፍ ከም ዘለዉ እዛ መስኣላ እዩ ወላሁ ኣዕለም

ኣሰላሙ ዓለይኩም ካልኣ ግዜ ብዛዕባ ናይ ውዱእ ክሓተካ ሓሲበ ሸኽ ገለ መዓልቲ እቲ ቦምባ ክሪኦ ከለኹ ውዱእ ገብር ከለኹ ሲ ብዙሕ ማይ ፈስስ ሪኦ ብጣዕሚ ይሰክፈኒ ሕጂ ሲ እቲ ኣጅሪ ሲ ኣብ ቦምባ ዲ ሓይሽ ውዱእ ትገብር ከለኻ ወላ ብኣብ ሩቕ ሓይሽ ማለት ትፈስስ ማይ ዘሎ ብጣዕሚ ብዙሕ እዩ ማይ ክፈስስ ከሎ ኣብቲ ውዱእ እዋን ሲ ብጣዕሚ ይሰክፈኒ ኮይኑ እሞኒ ሕጂ እቲ ኣጅሪ ሲ ኣብ ውዱእ ባዕልኻ

ብእንትኣ ሽሙ ብውዱእ ክንገብር ከለና ኣንላ ኑስርፍ ፊልማእ ከይንክዑ ማይ ብዙሕ ወሓታ ካብ ማይ ናይ ባሕሪ እንድሕር ደኣ ውዱእ ንገብር ኣለና ካብ ማይ ብራይበት ካብ ማይ እንድሕር ደኣ ውዱእ ንገብር ኣለና ካብ ባሕሪ በብቕሩብ እንዳገበርና ንክንገብር ኢስራፍ ከይንገብር ረሱል ስ